ብፍሉይ ዝረኣ ባህሪ ኢና ክንርኢ ንሱ ድማ ብመስተ ሰኺርካ ንኻልኦት ምርባሽ፣ ምብጽባጽ፣ ባእስን ዕግርግርን ምግባር፣ ገዛ ከይድካ ድማ ምስ ስድራኻ፣ ንሓዳርካ፣ ንሰበይትኻ፣ ንደቅኻ ምብጽባጽን ምብዳልን ካብ ምንታይ'ዩ ዝብገስ ክንርኢ ኢና። መቸም ሰባት ንምንታይ መስተ ይሰትዩ፣ ስለምንታይ ኣብ መስተ ይኸዱ ካላርስ ክኾን ከሎ ሓደ ሰብ ሰትዩ ሕጎስ ኢሉ ሰትዩ ተሓጒሱ ጸኒሑ ስለምንታይ ንኻልኦት ይበጽብጽ ክንርኢ ኢና። ብዙሓት ምኽንያታት ክህልዎም ይኽእል። ገሊኦም ካብ ዘይምፍላጥ ክኾኑ ይኽእሉ፣ ገሊኦም ግን ካብ ሕማቕ ተበግሶታት ዝወጽኡ እውን ክኾኑ ስለ ዝኽእሉ፣ እዘን ነጥብታት ርኣይወን ከገርማኹም እየን። ብዙሓት ዘገርማ ነጥብታት ኣለዋ፣ ብዙሓት ድማ ዝምህራ ኣለዋ። ስለዚ እዚኣ ምፍላጥ ንኹልና ክትጠቕመና እያ፣ ክንርድኦም ነቶም ሰባት ማለት እዩ። ኦኬ

um, uh, abuse uh, uh, drugs and other drugs, um, uh, alcohol and other drugs ማለቶም እዩ ኦኬ ኣክቹዋሊ ቪክቲምስ ኦፍ ቨርባል ኣቢዩስ ንባዕላቶም እቲ በፅሓ እቲ ወፅዓ እቲ ማህሰይቲ ዝበፅሖም ምስ ዝኸውን ንሶም እውን ምስ ዓበዩ ብኣልኮልን ብካልኦት ነገራትን ሌላ ዓቕም ወሲዶም ንካልኦት ክርብሹ ይጅምሩ ማለት እዩ ሰብ ኣብቲ ዝሰክርሉ ግዜ ከ እንታይ እዮም ዘርዩ ናይ ቆልዓ ባህሪ እዮም ዘርዩ ናይ ቆልዓ ባህሪ ከዓ ንኩሉ ክቋፀሩ ንኩሉ ክእዝዙ ናይ ኩሉ ኩሉ ዝኽእሉን ንኩሉ ዘሕምቑን ክኾኑ ይፍትኑ ማለት እዩ ሰብ ኩሉ ግዜ ድማ ኣነ ዝበልክዎ ኣነ እዚ እንተይለ እዚ ክኸውን ኣለዎ፣ ኣነ ዝኣዘዝክዎ እዩ ዝኸውን፣ እንተዘየለ ብሓይሊ፣ ብምፍራ፣ ብጸርፊ፣ ብገለመለ ክረኽብዎ ይፍትኑ፣ እዚ ከኣ ቲፒክል ናይ ቆልዓ ባህሪ፣ ምኽንያቱ ኣብቲ ኖርማል ግዜ ሰባት ይርእዩ፣ ኣብ ምንታይ ኩነታት እንታይ ይሓቱ ገለመለ ኩሉ፣ እዞም ሰባት እዚኣቶም ድማ ኣብ ኖርማል ባህሪ ዘይገብርዎ እዮም ዝገብሩ፣ ስለዚ እቲ ኣልኮሆል እቲ ኣብ ውሽጦም ተሓቢኡ ዝነበረ ንዕኡ ከም ዝግንፍል ስለ ዝገብር ዘሎ ጽንሕ ኢልና ድማ ብዝያዳ ክንርእዮ ኢና። so እቲ ዘጋጥም ዘሎ ኣብዚ ነጥቢ እዚ እንታይ ምኽሪ ክወሃበና ይኽእል ብፍላይ ድማ ምስ ከምዚ ዓይነት ሰብ ሰትዩ ኣብ ገዛ መጺኡ ምስ ዝርብሽ በዓልቲ ሓዳሩ ኣፍቃሪቱ ምስኡ እትነብር ሰብ ምስኡ ዝነብር ሰብ ክገብሮ ዝኽእል the best thing you can do is to try to understand your partner your partner's childhood ተቐዳመይቲ ነዞም ሰባት እዚኣቶም ቁልዕነቶምን ንእስነቶምን ከመይ ከም ዝነበረ ክትፈልጥ ምፍታን። ምኽንያቱ ኣብቲ ግዜ ንእስነቶም እንታይ ዓይነት በደልን ማህሰይትን ወሪድዎም ነይሩ፣ እቲ ሽዑ ዘጋጠሞም ንዕኡ የንጸባርቑ ከይህልዉ ምሕታትን ምስትውዓልን የድሊ። መጠን ዝፈለጥካዮ መጠኑ ክትሕግዞም ስለ እትኽእል። ስለዚ እንታይ ይብሉ? ዝብድል ዝተበደለ እዩ። ሕማቕ ዝገብር ሕማቕ ዘጋጠሞ እዩ። ስለዚ ሰብ ነታ ዘጋጠመቶ እዩ ዝገብር ብዙሕ ግዜ። ኩሉ ግዜ ኣይኮነን ብዙሕ ግዜ ስለዚ ተበዲሎም ዝብድሉ ኣለዉ ንብል ኣለና ቁፅሪ ክልተ ክንርኢ ኢና ሕጂ ቁፅሪ ክልተ he is insecure of his masculinity so ብሰብኣውነቱ ዝሓፍር ዝስከፍ ስክፍታ ዘለዎ ሰብ ማለት እዩ ኣነሰ ፅንሕ እቲ እዚ ሕጂ ብስብእነቱ ሰብኣይ ምዃኑ ዘሰክፎ ወይ እኹን ሰብኣይ ኣይኮንኩን ኢሉ ዝኣምን ሰብ እንታይ ባህሪ የርኢ ክንርኢ ኢና ማለት እዩ

ዓጽል ስለ ዘለዎም እዩ። ነዛ ቪድዮ ትሪ ደለኻ ነዛ ቪድዮ ትሪ ዘለኹም ክትዓብዩ ክትልወጡ ናብ ዝላዓለ ደረጃ ክትከዱ ከም ትደልዩ ይርዳኣኒ ኣሎ that's why ነዚ ትሪኡ ዘለኹም እምበኣር ናብቲ ጉዕዞ ናብቲ ዝላዓለ ደረጃ ንምዕባይ እቲ ዝበለጸ ናብ ዝላዓለ ደረጃ ክሕግዘኩም ዝኽእል እንተሎ ድማ ውልቃዊ ክላሳተይ እዩ ንሱ ድማ ናብ ስቶክ ማርኬት ብቁጠባ ንክትዓብዩ ናብ ቢዝነስ ክትኣትዉ ተደሊኹም ኦንላይን ቢዝነስ ከምኡ እውን ኣብዚ እዋን እዚ ዘድልየኩም ክእለታት ናይ ኮምፒተር ናይ ቋንቋ ከምኡ እውን ናይ ኤዲቲንግ ክትመሃሩ ተደሊኹም ብዙሕ ኮርሳት ኣለና ኣብዚ እዋን እዚ ድማ ዲስካውንት ጌርና ስለ ዘለና ንክትጥቀምሉ ብትሕትና ይዕድመኩም። ስለዚ ዲፕ ዳውን ዘይ ቲንክ ዘይ መይ ቢ ኢንሰኪዩር ብገለ ምኽንያት ድማ እኹል ሰብኣይ ወይ ከኣ ብቕዑ ሰብኣይ ከም ዘይኮኑ ዝስምዖም ፊሊን ኣለዎ። እዚ ሕጂ ካልእ ሰብ ክብሎ እንከሎ ካልእ ኣርእስቲ እዩ። ንሕና ንነፍስና እቲ ሰብ ንነፍሱ ንክፍትሽ ጥራይ ኢኻ ክትሕግዞ ወይ ነዚኣ ሰሚዑ ክፍትሽ ዝኽእል ማለት እዩ። ኣብ ከምዚ ዝተበገሰ እየ ድማ ኣነ እኮ ሰብኣይ እየ ዝብል ዘረባ ትሰምዕ። ሰብኣይ ምዃንካ ኣነ ሰብኣይ እየ ኢልካ ንሰብ ምንጋር ኣየድልን እዩ። ብስብእነትካ ትጠራጠር እንተኾይንካ ጥራይ ኢኻ ኣነ እኮ ሰብኣይ እየ እናበልካ ትደጋግም እምበር ስባይ እንጀሮ ኮንካ ጸገም ዘንግር ምክንያት የብልካ ከምኡ እውን ኣነ ከምዚ እየ ኣነ እኮ ከምዚ እየ ኣነ እኮ ካብዚኦም እየ ኣነ እኮ ካብዚ እየ ኣነ እኮ ዓደይ ከምዚ ኣነ እኮ ከምዚ እየ እናበልካ እዚ ቃላት ምጥቃም እንታይ ማለት እዩ ንስኻ ኣብ ኖርማል ግዜ ዕጋበት የብልካን ኮንፊደንስ የብልካን ነብሰ ምትሓት እውን ይስምዓካ እዩ ማለት እዩ ድሓር ምስ ሰኸርካ ኣነ ከምዚ እየ እናበልካ እቲ ብውሽጥኻ ሓቢእካ ዝነበርካ ክወፅእ ይጅምር ማለት እዩ so this might suggest that they, they crave for recognition and attention ስለዚ እዚ ድማ ነዚ ዝብልዎ ዘሎ ኣነ ሰብኣየ ክብል ከሎ ብሰብእነቶም ክብሪ ክወሃቦም ወይ ድማ በቲ ንዝጠቕስዎ ዘለዉ ክብሪ ክወሃቦም ስሚ ከም ዘለዎም ኣብ ውሽጦም እዮም ዝሕብሩ ማለት እዩ they may also tell how bad you are ከምኡ እውን ኣነ ሰብኣየ ክብሉ ከለዎ ኣታ ሰበይታ እያ ኣታ ከምዚ እዩ ኣታ ከምዚ እናበሉ ንካልኦት ክፀርፉ ይኽእሉ እቲ ዝፀርፍዎ እቲ ንዕኦም ፕሮባብሊ ዝስምዖም ዝነበረ ክኸውን ይኽእል እዩ ኣድቫይስ፣ ምኽሪ ብዚኣ፣ It is not your fault that they are like this መጀመርያ እዚ ሰብ እዚ ከምዚ ምዃኑ ናትካ ወይ ናትኪ ወይ ናትና ፎልት ኣይኮነን። እዚ ሰብ እዚ ከምዚ ምዃኑ ናቱ ስንፍና እዩ። ንሱ እዩ ድማ ከሕውዮ ዘለዎ ኣተሓሳስቡ ክቕይር ዘለዎ። ስለዚ but still ንሕና ተረዲና ክንሕግዞ ክንብገስ ንኽእል ኢና። ብፍላይ ኣብ ሓዳር ተኾይኑ ተረዲእኺ ክትሕግዝዮ ሓጋዚ እዩ ነቲ ሓዳር። ሰለስተ፣ Untreated mental illness እዚ ንብሎ ዘለና ናይ ሰኺርካ ምዕግርጋርን ባእስን ሽግርን ምፍጣር ካብ ዜሮ ዝብገስ ጥራይ ከኣ ከይመስለና ኣብ ገለገሊኡ ናይ ኣእምሮ ጸገም እዩ ሜንታል ኢልነስ ይብልዎ እዚ ሕጂ እዚ ሜንታል ኢልነስ እንታይ ክኸውን ይኽእል ሽዞፌርኒያ ዝብልዎ ኣሎ ባይፖለር ዲስኦርደር ዝበሃል ኣሎ ከምኡውን ኣንዛይቲ ዲስኦርደር ዝተፈላለዩ ሕማማት ክኾኑ ይኽእሉ እዮም ስለዚ ንኣብነት ሽዝፍርኒያ እንተሪኢና ምህውታት ዓይነት ክነብሎ ንኽእል ኢና መንጎ ሪያሊቲን መንጎ ዝደልይዎን ፋንታዝን ሪያሊቲን ከብልዎ ከገናዝብዎ ኣብ ዘይክእሉ ደረጃ ማለት እዩ ስለዚ እንታይ እዮም እዚኦም ዘምፁ እንተኢልና ኸ all of these conditions can in time lead to a vicious circle so ሕማቕ ስለ ዝስምዖም እዞም ሰባት እዚኣቶም በዚ ፀገማት እዚ ኣልኮል ካብዚ ናፃ ዘውፅኦም ይመስሎም ኣልኮል ሰትዮም እንተሰኺሮም ናጻ ዝኾኑ ኩሉ ነገር ዝከኣል ይመስሎም። ኣልኮል ምስ ሰተዩ ከኣ እቲ ጸገም ምምዝዛን ስለ ዘየለ እቲ ጸገም ስለ ዘለዎም ንሰባት ክብድሉ ክጸርፉ ከበላሽዉ ይፍትኑ። ደሓር ምስ ሓወዩ ኩሉ እቲ ሕማቕ ይስምዖም። ጽቡቕ ንኽስምዖም ድማ ክሰትዩ ወይ ክሰኽሩ ወይ ከኣ ሓሽሽ ክወስዱ ኣለዎም። ንዑ ምስ ወሰዱ ድማ እቲ ጸገም። ስለዚ ቪሽየስ ሰርክል ወይ ከኣ ቶይፍልስ ክራይስ ዝብሉ ኣብ ደዎች ዝደጋገም ጸገም ዝደጋገም ጸገም መሊሱ ኣብ ሽግር ይእቱ ማለት እዩ እዚ ከኣ ኣይውዳእን እዩ so ብፍላይ ሓውና ወይ ድማ በዓል ቤትና በዓል ቤትኪ ከምዚ ዓይነት ባህሪ እንተለዎ ኮይኑ ብዘይ ቃል ዓለም ሕክምናዊ ሓገዝ የድልየ እዩ ብዘይ ዝኾነ ምክንያት ኩሉ ግዜ ሰኺሩ ዝርብሽ ዘዕግርግር ዝብድል እንድሕር ኮይኑ ኣራቢና እንተኾይኑ ሕክምናዊ ሓገዝ ስለ ዘድልዮ ናብ ክኢላታት ምውሳዱ ሃይሊ ሪኮመንድድ። እዛ መጽሓፈይ ዘይረኣኹማ ሕመረት ሓጎስን ዓወትን ብዙሕ መሃርን ኣነቓቓሕን ንእእምሮና ዝጠቅም ንሂወትና ዝጠቅም ምኽሪ ኣለዋ እንተደይ ኣንቢብኩማ ኣንቢብኩም ክትጥቀሙ ገዚእኹም ክትጥቀሙላ እየ ኣተሓሳስብ ክቕጽል እየ ናምበር ፎር ሂ ፊልስ ትረትንድ ባይ ዩ እዚ ሕጂ ብፍላይ ንወዲ ዓንዲ ንጓል እያ ናብ ኣወዳት እውን ከጋጥም ይኽእል እዩ። ብፍላይ ኣብ ሓዳር እንተኾይና እቲ ወዲ ብኣኺ ስክፍታ፣ ፍርሂ፣ ዘይምትእምማን ዝስምዖ እንተኾይኑ፣ እዚ ማለት ይጠራጠር ኮይኑ ዘይኮነስ እስኺ ልዕሊኡ ብልሒ ዘለኪ፣ ክእለት ዘለኪ፣ ንቅሓት ዘለኪ፣ ስራሕ ዘለኪ፣ ኣታዊ ዘለኪ ኮይኑ ዝስምዖ ወይ ከምኡ እንተኾይኑ ካብኡ ዝብገስ ክኸውን ይኽእል እዩ። So እንታይ ንብል ኣለና? He feels threatened by you, he feels he is being judged or disrespected by you, so he starts speaking on you verbally. So

ይፈርህን ይርዕድን ወይ ከኣ ሕማቅ ይስምዖን ክከውን ይክእል እዩ so እዚ ድማ a ንስኪ ኣብቲ relationship ሓያል ሰብ ምኳንኪ ብልጽቲ ሰብ ምኳንኪ ዝነግር ክከውን ከሎ በቲ ካልእ ድማ ንሱ ሓገዝን ምርዳእን ከም ዘድልዮ a የድሊ እዚ ግን a ጠቅላላ ኣለው ደቂ ተባዕትዮ ናይ ጓል ኣንስተይቲ ዕብየት ልዕሊኦም ፈጺሙ ክዋሓጠሎም ዘይክል ኣብ ከምዚ ኩነታት እታ ጓል ንዓ ዝኾና ክትውስን ውን ትኽእል እያ ምኽንያቱ ናይ ግድን ሓዳር ስለ ዝገበርኪ ምሉእ ሂወትኪ እናተበደልኪ እናተዓመጽኪ ንበሪ ምባል ውን ቅኑዕ ኮይኑ ኣይስምዓንን እዩ ዝያዳ ግን ከተስተውዕሊ ኣለኪ ካበይ ይመጽእ ኣሎ ምኽሪ you could help him to heal by not worrying about so ሓደ ካብቲ እንድሕር በቲ ብዓት ናትኪ ልዕልናኺ ጸገም ኣለዎ ኮይኑ ሕማቕ ንኸይስምዖ ክተተሓሳስብዮን ክትነግርዮን ክትሕግዝዮን ትኽእሊ ኢኺ ወይ ክትፍትኒ ትኽእሊ ኢኺ so እዚ ንከረጋጎ ልዕሊ ኩሉ ኩሉ እቲ ዘለኪ ንሱ ቀዳምነት ምዃኑ ኣኽብሮት ከም ዘለኪ ክተእምንዮ ፈትኒ over act ኣይትግበሪ ንሕምቀቱን ልዕልና ንስኺ ልዕሊኡ ምዃንክን ዘርኢ ነገራት ምድግጋም እቲ ሂወት ዘድልየኪ ተኾይኑ ጌጋ እዩ እቲ ሓዳር ዘየድልየኪ ተኾይኑ it's ok ልዕሊኡ ኢኺ እስኺ no problem ነብስኺ ደቂስኪ ኺዲ ዝበሃል ነገር የለን እቲ ሂወት ዘድልየኪ ተኾይኑ ግን ንስኺ ዘለኪ ጸጋታት ኦሬዲ ኣለኪ ኣብ ሓዳርኪ ግን እቲ ሰብኣይ ናይ ሰብኣይ ክብሪ ሃብዮ ከም ሰብኣይ ክኸውን ግደፍዮ ንስኺ ድማ ዝጎድለኪ የብሉን ሰብኣይኪ እንተኽበረ ሰብኣይኪ ጽቡቕ እንተተሰምዖ ጽቡቕ ኣብ ሂወትኩም እዩ ዝህልወኩም እቲ ዕላማ ድማ መን ሰዓረ መን ሓየለ ዘይኮነስ ሕጉስ ሂወት ንምግባር እዩ Number five, he might be narcissistic. ሲ እንጂ ፖዚቲቭ ንርኢ ዘኒና ካልእ ከ ናርሲስቲክ ማለት ከ ስሱዕ ንነፍሱ ጥራይ ከም ዝጥዕሞ ዝገብር ናርሲስቲክ ኢዝ ሰሞን ሁ ኢዝ ፉሊ ሰልፍ ሰንትሪ ንዑ ዝጥዕሞ ጥራይ ዝገብር ኦንሊ ቲንግስ ኣባት ሂምሰልፍ ብዛዕባ ነብሱን ጥቕሙን ኩነታቱን ጥራይ ዝሓስብ ዜይ ኣር ኤክስትሪምሊ ሰንስቲቭ እና ላይክሊ ቱ ቢ ኢሪቴትድ ባይ ስሞል ቲንግስ ስለዚ ኩሉ እቲ ናቶም ምቾትን ደስታን ጥራይ ስለ ዘገድሶም ብንኣሽቱ ነገራት ሓሪቖም ሕማቕ ነገራት ክዛረቡን ሕማቕ ነገር ክገብሩን ኣየጸግሞምን እዩ ሜን ሁ ሳፈር ፍሮም ናርሲዝም ኦፍን ሃቭ ኢሹስ ዊዝ ኣልኮል እዚ ናርሲስቲክ ዝበሃልካ እዚ ስስዐ ወይ ከዓ ነፍሰ ፍትወት ነፍሰ ፍትወት ጽቡቅ ክኸውን ይኽእል እዩ ንነብስኻ ትራይ ምጥማት ማለት እዩ ብዙሕ ግዜ ናይ ኣልኮሆል ወልፍታት ውን ይርከቦም እዩ and if you know him ኣልኮል ክሰቲ ከሎ ግደፍ ተልኪ ወይ ገለ ዝኾነ ነገር ንዑ ደስ ዘይብል ተገይርኪ ድማ ንዑ ተጠቂሙ ሕማቕ ዘረባን ሕማቕ ግብርን ክገብር ኣይጽገምን እዩ ማለት እዩ ምኽሪ to deal with narcissistic person develop healthy boundaries and don't react to, to his verbal abuse so ከም ገለ ኮይኑ እቲ ቀራቢና ናርሲስቲክ ሰብ እንድሕር ኮይኑ ካብኻ ክንፍለ ዘይንኽእል ዝኾነ ነገር ተለና ኮይኑ ክንጥቀበላ ዝኽእል ምኽሪ መጀመርያ ምስኣቶም ዶብ ክትገብር ኣለካ ኣብቲ ዝኾነ ግዜ ምስኣቶም ጋብ ክህልወካ ኣሎ ዶብ ግበረሉ እንታይ ክገብሩ ኣለዎ እንታይ ክግበር ይኽእል እንታይ ክስራሕ ይኽእል እንታይ ክዝረብ ይኽእል ዶብ ምሕንፃፅ ፅቡቕ እዩ ካልኣይ ድማ ንዘረባታቶም ዘይምምልላስ ምሳቶም ተተመላሊስካ ዝመፅእ ፋይዳ ስለ ዘየለ ናምበር ሲክስ ሕቶ ሽዱሽተ ኣፍሬድ ቱ ሸው ሪል ኢሞሽንስ እዚኣ ድማ ኣብ ብዙሓት ደቂ ተባዕትዮ ክትረኣ እትኽእል ባህሪ ኮይና ትስምዓኒ እዛ ድማ እንታይ እያ a guy who is verbally abusive when he is drunk is the same guy who is afraid to show his emotions ስምዒታቱ ክገልጽ ዘይክእል ኢቭን ስምዒታቱ ዘይፈልጥ ንሰበይቱ ብኸመይ ትሪት ክገብራ ይኽእል እንታይ ክብላ ይኽእል እንታይ ብኸመይ ክሕግዛ ይኽእል እንታይ ፍቕሩ ብኸመይ ክገልጸላ ይኽእል ዘይፈልጥ ወዲ እውን ኣሎ ስለዚ እንታይ ክገብር እንታይ ክብል ከም ዘለዎ ስለ ዘይፈልጥ ንክገልፆ እውን ዓቕሚ ስለ ዘይብሉ ምስ ሰተየ እንታይ ይኸውን ዝመሰሎ ኣብቲ ደስ ዝበሎ ክገብር ይፍትን ማለት እዩ ኢንፋክት ሂ ማይት ኖት ኢቨን ቢበር ሶ እቲ ዘርእዮ ስምዒታት ዘይርድኦ እውን ክኸውን ይኽእል እዩ እዚ ፍቕሩ ንክገልፅ ድዩ ድሌታቱ ካብታ ሰበይቱ ኣብ ኣፍቃሪቱ ንክሓት ድዩ ነገራት ክንክገብር ዘይክእሎም ክኸውን ይኽእል እዩ ምስ ሰተየ ሽዑ ዝመፀሉ ክገብር ይፍትን ማለት እዩ

ክሰክር ይኽእል እዩ ብሓፈሻ ግን ስምዒታትካ እታ ጓል ኣፍቃሪትካ ድያ ሰበይትኻ ድያ እንታይ ኢኻ ትደሊ ካባኣ እንታይ ኢኻ ትደሊ ምስ ኣዕሩኽትኻ ምስ መሓዙትካ እንታይ ኢኻ ትደሊ እንታይ ርክብካ እንታይ ዝምድናኻ ኣነ ኣልኮል ከይደ ከይደ ይሰቲ እየ ሰኺረ እውን ይፈልጥ እየ ስለ ዝሰኸርካ ዘበኣስ ምክንያት ግን የብልካ ብሓናቶ ይግደፍዎ ብዙሓት ኤሮጳውያን ኣብ ባራት ኣብ ኮንሰርት ናቶም ኪዱ ክሳብ ዓንቅሮብ ይሰኽሩ ዝበሃል ሰብ ግን የለን ስለምንታይ እቲ ባእሲ ካበይ ከም ዝመጽእ እውን ክትርድኦ ስለ ዘለካ። ስለዚ ሰኸርካ ስኽራን የባእሰካ ማለት ኣይኮነን። ስኽራን ማለት ኣካላትካ ክትቆጻጸር ኣይትኽእልን ኢኻ፣ ሓይሊ የብልካን። ስለዚ ንኽት ኣብቲ ኖርማል ግዜኻ ክትባስኽልን ምስ ሰኸርካ ጽቡቕ ከተገናዝብ ኣይትኽእልን ኢኻ፣ ፈንጠርጠር ክትብል ኢኻ። እቲ እዚ ጸገማት እዚ ብዘሎ ተረይናዮ ግን ኣብ ቀደም ዝነበረ ፕሮሰስ ጸገማት ዝነበሮ ንዑ እዩ ምስ ንእሽተይ ሓይሉ

ክትርድእዮን ክትሕግዝዮን ትኽእሊ ኣብቲ ግዜ እቲ ድማ እንታይ ከም ዝገብር ዘይፈልጥ ክኸውን ይኽእል ክሳብ ናብ ከምኡ ዝበጽሕ ድማ እቲ ህይወት ዘድልየኪ ተኾይኑ ክትሕግዝዮን ክትርድእዮን ጽቡቕ እዩ ነቶም ሰባት ኣብ ካልእ እውን ከምኡ እንተዘየለ ግን ኣቢዩዝ ክገብሩልና ተጻዊርናዮም ንኺድ ይብል ኣለኹ ዘየድልዩና እንተኾይኖም ወጽዓ እንድሕር ኮይኖም ካሬድ ካደም ኣውት እለይዎም ካብ ካብ ህይወትኩም እለይዎም እንታይ ገድሽካ ኢኻ ምስ ሓደ ኣቢዩዝ ዝገብረካ፣ ካብ ወጽዓን ካብ ሕማቕ ዝገብርን ሃዲምናን ክንደይ ኪሎሜተራት ተሰዲድና ከኣ ኣብዚ ከኣ ብፍቓድካ ሰብ ኣቢዩዝ ክገብረካ ከተፍቅድ የብልካን። ኣሉ ኣብ ሂወትካ እንተሎ ንዕኡ ማነጅ ክትገብሮ ክትፍትን ኢኻ። እንተዘየለ ግን ሓላፍ መንገዲ ተኾይኑ ብፍጹም ክትጻወሮ ውን የብልካን ንኻልእ ግዜ ከምኡ ባህሪ ክድገም ስለ ዝኽእል። So ናይ መወዳእታ ድማ You're not giving him attention በዓልቲ ቤቱ ኣፍቃሪቱ እንድሕር ኮይንኪ ድማ እኹል

ከይሰኸሮ ከሎ ዘይትብህየ እንተኾይንኪ ምስ ሰኸረ ቀጥታ ብሓይሊ ንዑ ክትገብርሉ ክፍትን እዩ ወይ ከዓ ሓይሊ ንዕይ ከምዚ ግበሪ ንኣብነት ንሱ ንሱ ምስ መፀ ኩሉ ገዲፍኪ ኣቓልቦ ክትብዮ ሰላም ክትብልዮ ክተፍቅርዮ ይደሊ ኸም እንድሕር ነዚ ዘይትገብሪ ኮይንኪ ብዝተፈላለየ ምክንያት ምስ ሰኸረ እንታይ ይገብር መፅኡ ንሕሞ ዓዚ ንበዚ ንዕደ ድሕረይ ከምዚ ግበር እናበለ ትእዛዛት ክገብር ይፍትን እዚ ድማ ቀደም ዘይረኽቦ ዝነበረ ሕጂ ስለ ዘይርድኦ ዘሎ ነቲ ዝደልዮ ዝነበረ ክረክብ ይፍትን ኣሎ

they want to be seen as powerful ምስ ሰኸሩ ሓያላት ኮይኖም ክስምዖም ሓያላት ኮይኖም ክርኣዩ ይደልዩሞ ነቲ ካልእ ሰብ ከምቲ ዝበልናዮ ኣነ ሓያል እየ ኣነ ከምዚ እየ ንዒስኪ ንዓ ከምዚ ግበር ንዓ ከምዚ ኹን እናበሉ ክእዝዙን ከጉባዕብዑን ይፍትኑ ኣቓልቦ ናይ ሰባት ድማ ክስሕቡን ተገዳስነት ድማ ይደሊ ስለዚ ስኽራን ብብዝተፈላለየ መንገዲ ድሕሪ ስኽራን ረበሻ ማለት እዩ ዝተፈላለየ ካብ ዝተፈላለየ ምክንያታት ዝተበገሰ ክኸውን ይኽእል እዩ ነቲ ሰብ ኣበይናይ ክኣቱ ይኽእል ከምኡ እንተለና ነብስና ንፈትሽ ካበይ መፂእና ዘሎ ቀንዲ ከምኡ ንዘለና ሰብ ድማ ኣለሊና ከምቲ ዘድሊ ክንጓዓዝ እሞ ሂወትና ከነስተኻኽል እዩ እቲ ዕላማ ኣይሆብ ጠቂማትኩም ክትከውን ንካልኦት ትጠቅም እያ እንተልኩም ሕልፍዋ ናትኩም ርኢቶ ናትኩም ሓሳብ ናትኩም ፊድባክ ድማ ኣብ ኮሜንት ሰክሽን ክፅበየ ከም ወትሩ ፕራይቨት ክላስ ዝደሊኹም ኣብ ዘለኩም ሊንክታት ኣለኩም ኪ ኣቲኹም ውሰዱ እናበልኩ ናይ ሎም ኣርእስቲ ኣብዚ ክንውድይና ኣብ ካልእ ክሳብ ንራኸብ ደሓን ኩኑ ሰሰናዩ